ብዙሓት ሰባት ኣብ ኢንቨስትመንት ክመጽእ ከሎ ምሉእ መዓልቲ ምስ ተለፎንካ ዓብያ ደይባ ወሪዳ ወይ ድማ ከም ቁማር እዚኣ ትሰርሕ እዚኣ ኣይትሰርሕን ተባሂሉ ዝረኣ ኣረኣእያ ኣሎ ማለት እዩ። ኣብዚ ሎማዓንቲ እንድሕር ብከመይ ተወፍር እንድሕር ዘይፈሊጥካ ስለምንታይ ተውፍር ከም ዘለካ እንድሕር ዘይፈሊጥካ ወይ ድማ ኣዋፊርካ ኣለኻ ነገር ግን ኣብ ቁኑዕ ቦታ ዲኻ ኣዋፊርካ ዘለኻስ ወይስ ኣብ ጌጋ ቦታ ክትገብረን ዘለዋካ ነገራት ንብለን ቅድሚ ምውፋርካ ኣብ ዝሓለፈ ሓሙሽተ ዓመት ኣብ ፋይናንሻል ኢንዳስትሪ ኣብ ዝሰርሓክሉ ብዙሓት ሰባት ረእየ ኣለኹ ክሳብ ክልተ ሚእቲ ሰለስተ ሚእቲ ሽሕ ዶላር ካይተረፈ ብሰንኪ ኣብ ቅኑዕ ኢንቨስትመንት ዘይምውፋሮም ዝጠፍኡ ሰባት ኣለዉ። እዚ ክብል ከለኹ ግን ኣብቲ ቅኑዕ ኢንቨስትመንት ዘይምውፋሮም ደኣ እምበር ኢንቨስትመንት ኣይሰርሕን ንምባል ኢለ ኣይኮንኩን ማለት እዩ። ስለዚ ኣብዚኣ ቪድዮ ስለምንታይ ተዋፍር፣ ብኸመይ ተዋፍር፣ ኣበይ ተዋፍር፣ እንታይ ኢኻ ተዋፍር፣ ቅድሚ ምውፋርካ ክትገብሮም ዘለካን እቲ ቀንዲ ሰክሬት ከኣ ናይ ወፍርኻ ኣብ መወዳእታ ክነግረኩም እየ ማለት እዩ። So እዚኣ ቪድዮ እዚኣ ንኹሎም ኣብ ከባቢኹም ዘለዉ ሰባት ብዛዕባ ወፍሪ ክፈልጡ ዝደልዩ ወይ ከኣ ኣዋፊሮም ንእሽተይ ፍልጠት ሒዞም ዘለዉ ወይ ከኣ ኣዋፊርና ፈሊጥና ኣለና ንዝብሉ ሰባት ነቲ ገይሮሞ ዘለዉ ቅኑዕ ድዩ ቅኑዕ ኣይኮነን ንመረጋገጺ ክትኮኖም ስለ ትኽእል ናብ ኩሉ ሰብ ሸር ክትገብርዋ በዚ ኣጋጣሚ ይላበወኩም ስለዚ let's get to the video ብዙሕ ግዜ ኣብ ኢንቨስትመንት ክመጽእ ከሎ ኢንቨስትመንት ከም ቁማር ወይ ድማ ገንዘብካ እቱ ኣቢልካ እሞ ኣብ ሰለስተ ሰሙን ገንዘብካ ዳብል ክኸውን እዩ፣ ኣብ ኣርባዕተ ሰሙን ገንዘብካ ዳብል ክኸውን እዩ፣ ኣብ ወርሒ ገንዘብካ ዳብል ክኸውን እዩ፣ ኢንቨስትመንት በቋራጭ እዩ ዝህብተም ወይ ድማ በቋራጭ ዝዓቢ ዝብሉ ብዙሕ ግዜ ሰሚዕኹም ኣለኹም ወይ ድማ ኢንቨስትመንት ልክዕ ውን ከም ቁማር ተሓሲብሉ ኢንቨስት ዝገብሩ ሰባት ብዙሓት ሰባት እዮም ዘለዉ ማለት እዩ እዚ ግን ኮምፕሊትሊ ኮምፕሊትሊ ጌጋ እዩ ዋይ እንተልኩምኒ ኣብዚኣ ቪድዮ ሓደ ብሓደ ስለምንታይ ተዋፍር ኣለኻ እንታይ እዩ ወፍሪ ብኸመይ ዝተወፍር ኣለካ እቲ ዝበለፀ ወፍሪ ክትገብረሉ ትኽእል ቦታ ኣበይ እዩ ብኸመይ እንተዋፈርካ ኢኸ ዝሓሸ ዝብል ክንርኢ ኢና ማለት እዩ ቅድሚኡ ግን ኣብ ተመኩረይ ኣብ ዝሓለፈ 2020 ሓሙሽተን ዕስራን ሽዱሽተን ዕስራን ኣርባዕተን ዕስራን ሰለስተን ዝሓለፈ ሓሙሽተ ዓመት ኮታ ብዙሓት ሰባት ብዙሕ ጌጋታት ክገብሩ ሪኤ ኣለኹ። ክሳብ ሚእቲ ክልተ ሚእቲ ሰለስተ ሚእቲ ሽሕ ዶላር እውን ዝኸሰሩ ማለት እዩ። እዚ ግን ኣብ ቅኑዕ ኢንቨስትመንት ብዘይምውፋሩ እምበር ኣብ ኢንቨስትመንት ስለዘዋፈሩ ኣይኮኑን ማለት እዩ። ሶ ስለዚ እዚኣ ቪድዮ እዚኣ ምናልባት ነቲኦም ኣውፊርኩም ዘለኹም ግን ከኣ ሃንድረድ ፐርሰንት ተኣማሚንኩም ዘይኣዋፍርኩም ዘለኹም ወይ ድማ ከተውፍሩ ትሓስቡ እንድሕር ኣለኹም ወይ ድማ ኢነዋት መኣከለ ብዛዕባ ኢንቨስትመንት ሰሚዐ ኣይፍለጠንን እዩ ኣም ጀስት ሓድሽ ቋንቋ ኢና ኣይትብሉ ሰባት እዚኣ ቪድዮ እዚኣ ብልክዕ ንዓኹም እያ ሓደ ብሓደ ብዝርዝር ክንሪኣ ኢና ማለት እዩ። ስለዚ ናብ ኩሎም ሰባት ክትበጽሕ ሸር እንድሕር ጌርኩማ I would be appreciate። ሰለምታ ረሳዕኩም ክቡራት ተከታተልቲ ናይ ኤሩ ኢንቨስቲን ከመይ ቀኒኹም ኣብ ዘለኹሞ ሰላም ክትህልዉ እናተመነኹ ኣነ እግዚኣብሔር ይመስገን ካብቲ ጽቡቅ ኣለኹ ንስኹም ድማ ካብቲ ኣነ ዝሓስቦን ዝሕልኖን ንላዕሊ ጽቡቅ ክትህልዉ ይምነ ማለት እዩ so ኣብ ኢንቨስትመንት ክመጽእ ከሎ ብዙሓት ሰባት by the way ቅድሚ ናብ ምኻደይ ብዛዕባ ወፍሪ ሓደ ብሓደ እንታይ እዩ ወፍሪ ስለምንታይ ክተውፍር ኣለካ ኣበይ ክተውፍር ኣለካ ብኸመይ ክተውፍር ኣለካ እሞ ከኣ መወዳእታ ፖርቶፎልዮ ክትሰርሑ ሓደ ብሓደ ኣብ ጀርመን ሃሉ ኣብ ኣሜሪካ ሃሉ ኣብ ኒውዘርላንድ ሃሉ ኣብ ስዊዝ ሃሉ ኣብ ዝሃለኻ ሃሊኻ ብዘየገድስ ከመይ ጌርካ ተውፍር ዝብል ኣብ ልዕሊ ኣርባዕተ ሽሕ ሰባት ዝተምሃርሉ ኣካዳሚ Eri Investing ዝብል ኣለና ማለት እዩ ስለዚ ሊንክ ኣብ ዲስክሪፕሽን ክገድፈልኩም እየ ቀዳመይቲ ሊንክ ኣቲኹም ኣብ Eri Investing ወፍሪ እንታይ እዩ ብሙሉእ ብዛዕባ ወፍሪ ካብ ኤክስ ኣብ ዜድ ክትምሃሩ ትኽእሉ ኢኹም ማለት እዩ ሶ ቅድሚ ቀፂለ ናብቲ ቪድዮ ዝመፅእ ቀዳማይ ብዛዕባ ወፍሪ ክንበልክና እንታይ ወፍሪ እስከ ንሕሰቦ ብዙሕ ሰብ መዚ ምዕባለ መዚ ቴክኖሎጂ ዓብይዎ ዘሎ ብዙሓት ሰባት ጌጋ ሓበረታን ብብዙሕ ካብ ብዙሕ ምርጫታት ንላዕሊ ኣብ ዘየተደለየ ውሳነታት ይውስኑ እዮም ማለት እዩ። So ብመጀመርታ ኢንቨስትመንት ክንብል ከለና ወይ ድማ ወፍሪ ክንብል ከለና ወፍሪ ማለት ኣብ ሓደ ኣሰት ገንዘብካ ተቐምጥ እሞ እቲ ኣሰት ወይ ድማ እቲ ጸጋ እንዳዓበየ ብዝኸደሉ መገዲ ገንዘብካ ድማ ብኡ መዳይ ከዓ ይዓቢ ማለት እዩ። So ንምሳሌ ገዛ እውን ወፍሪ እኳ እዩ ኢንቨስትመንት እዩ። ቢዝነስ ወፍሪ እዩ። ኣብ ፕራይቬት ኢኩቲ ወፍሪ እዩ፣ ኣብ ወርቂ ምግዛእ ወፍሪ እዩ። ሶ እዚኦም ወፍርታት እዮም። ብዓቢኡ ከኣ ስቶክ ማርኬት ማለት። ሶ ኣብዛ ቪድዮ እዚኣ ፐርቲኩላሪ ወይ ድማ ስፐሲፊክሊ ኣብ ስቶክ ማርኬት ኣተኲርና ኢና ክንዛረብ ማለት እዩ። ሶ ኣብ ስቶክ ማርኬት ክነዋፍር ከለና እንታይ ማለት እዩ ስቶክ ማርኬት? ብዙሓት ሰባት ቸርት ቻርት ዝመስሎም ሙሉእ መዓልቲ ምግዛእን ምሻጥን ኣብ ቴሌፎንካ ስክሮል ምግባር ዝመስሎም ሰባት ኣለዉ። እዚ ግን ኮምፕሊትሊ ጌጋ እዩ። ኣነ ኣሽሓት ዶላራት እንድሕር ነጊረኩም ሓደ መዓልቲ ምናልባት ኣብ መጽሓፈይ ክትረኽቡ ኢኹም እቲ ታሪኽ ብዙሕ ግዘ ዝኸሰርክዎ ኣብ ናይ ስቶክ ማርኬት እንድሕር ክዛረበሉ ክኢለ ሸም ኮይኑ ዝስምዓኒ ሳምታይምስ ኣሎ ስለዚ እቲ ቪድዮ ዝገብራ ዘለኹ ንዓኹም ንኸይትጋገዩ ንምባል እዩ ማለት ኣነ ዝተጋገዎ ጌጋ ንኸይትጋገዩ ስለዚ ኢንቨስትመንት ክንብል ከለና ኣብ ሓደ ኣሰት ኣብ ናይ ስቶክ ማርኬት ክመጽእ ከሎ ንኣብነት ዋልማርት ድዩ ኣማዞን ድዩ ቴስላ ድዩ ኣብኡ ንሕር ኣቐሚጥናዮ ገንዘብና ቴስላ፣ ኣማዞን ሪኢኹሞ ኣለኹም ንኣብነት ኤሎን ማስክ ኣብዚ ኣብዚ ግዜ እዚ ንመጀመርታ ግዜ ካብ ደቂ ሰባት ሲ ሓደ ትሪልዮን ዳላር ዝበጸሐ ወናኒ ሓደ ትሪልዮን ኢኩዲ በጺሑ ኣሎ እዚ ማለት ቴስላ ከኣ ብ ተዓጸጸፍ መንገዲ ይዓቢ ኣሎ ኢማጂን ሎምዓንቲ ሚእቲ ዶላር ናትካ ወይ ክልተ ሚእቲ ዶላር ናትካ ኣብ ቴስላ እንድሕር ኣዋፊርካያ ወይ ኣብ ኣፕል እንድሕር ኣዋፊርካያ እዚ ኢና ስቶክ ማርኬት ንብሎ ዘለና ማለት እዩ ብኡ መዳይ ብኡ መጠን ዝዓበየሉ ቴስላ ወይ ኣፕል ገንዘብና ከኣ ብኡ መጠን ይዓቢ ሚእቲ ይኹን ሽሕ ይኹን ክልተ ሽሕ ይኹን ሚእቲ ሽሕ ሚልዮን ይኹን ብዘየገድስ መጠን እቲ ዘዋፈርናሉ መጠን እቲ ካምፓኒ ዝዓብየሉ ክልተ ፐርሰንት ድዩ ሓሙሽተ ፐርሰንት ድዩ ዓሰርተ ፐርሰንት ድዩ ክዓቢ ይኽእል ማለት እዩ ስለዚ እዚ እቲ ኢንቨስትመንት ዝበሃል ማለት እዩ ቁፅሪ ክልተ ዝመፅእ ዊ ሃቭ ቱ ሪሴት ኣወር ማይንድ ማለት እዩ ኣይነው ኣብ ዓድና ክንዓቢ ከለና ብዛዕባ ኢንቨስትመንት ብዙሕ ርድኢት ኣይነበረናን ድሕሪኡ መፂና ሰናይ መኣዲ ዶ መደብ ፍዮሪ ዶ ገንዘብ ካብ ስኩተር ዝበሃል ዶ ብዙሕ ግዜ ተዓሚጽና ኢና ሓቃሓይሽ ብሰንኪ ዋሕዲ ፍልጠትና ብዙሕ ሰብ ብዙሕ ገንዘብ ኣብ ብዙሕ ቦታታት እንታይ ገይሩ እዩ ከሲሩ እዩ እዚ ከኣ እንታይ እቲ ዝዓበየ ዝጥቀምሉ እዚ ስካመር ቀዳመይቲ ዝጥቀሙላ ነገር እንታይ ኣብ ሰለስተ ሰሙን ኣብ ወርሒ ገንዘብካ ዳብል ኮኑ ከምዚኣ እንድሕሪ ሎምኹም ስቶክ ማርኬት ኣይኮነትን እዚኣ ህደሙ ሃባ ኣብ ሰለስቶሙን ኣብ ወርሒ ድበሃል ነገር የልቦን ማለት እዩ። ሶ ስለዚ ኢንቨስትመንት ክንብል ከለና ልክዕ ከም ሓንቲ ገረብ ምትካል ገረብ ትተኽላ እሞ እቲኣ ገረብ በቲ መጠን ዝዓበየትሉ እንዳዓበየት ክትከይድ ከላ ገንዘብካ ድማ ብኡ መጠን ይዓቢ ደኣ እምበር ከምዚ ሎማዓንቲ ኣቐምጥ ኣቢልካያ ድሕሪ ሰሙን ዝዓቢ ኣይኮነን። ሶ ከመይ ገርና ክንወስዶ ደስ ዝብለኒ መስልኩም ንኣብነት ሓንቲ ገረብ ሎማዓንቲ ትተኽላ ሎማዓንቲ ምስ ተኸልካያ ንኣብነት እዚኣ ገረብ ማንጎ እንድሕር ከይና እዚኣ ማንጎ ድሕሪ ሰሙን መጺኻ እንድሕር ፊሒርካያ ትረኽባ ዲኻ? ዝኾነ ውጽኢት ትረክብ ዲኻ? ኣይትረክብን ኢኻ። እንታይ ኢኻ ትረክብ እንተልካኒ እዚኣ ማንጎ ምስ ኣቐመጥካያ ገለ ድሕሪ ወርሒ ክልተ ወርሒ ሰለስተ ወርሒ ንእሽተይ ትወጽእ ድሕሪኡ ንፋስ ይሃርማ ማይ ይሃርማ ገለመለ ይረግጻ ንስኻ ስራሕካ እንታይ ምኹስካስ ወይ ድማ ዓቕሊ ምግባር ጥራይ ድሕሪኡ ማለት እዩ ደን ድሕሪኡ ድሕሪ ዓመት እቲኣ ማንጎ ንእሽተይ ትወጽእ ድሕሪ ክልተ ዓመት ሰለስተ ዓመት ሓሙሽተ ዓመት ሽዱሽተ ዓመት ማንጎ ማእለያ ዘይብሉ ፍርያት ትህበካ እንድሕር ጸቢኻ እታ ማንጎ ፍርያት ሂባ እንዳበቖለት እናወሰኸት እናወሰኸት ከኣ ድሕሪ ዓሰርተ ዕስራ ዓመት ከኣ እቲ ሓንቲ ማንጎ ዝነበረት ጫካ ከም ዝኸውን ነቲ ከባቢ ትገብሮ ማለት እዩ ኣብ ኢንቨስትመንት the same thing by the way ቅርሺ ኣዋፊርካያ ወይ ሚእቲ ዶላር ኣዋፊርካያ ሓንቲ ሓሙሽተ ፐርሰንት ዓሰርተ ፐርሰንት ድሕሪ ዓመታዊ ዓብያ መጠን እቲ ዝዓበየትሉ እናኸደት መጠን እቲ ኻዓ ግዜ ዝሃብካዮ እዩ ዝዓቢ እምበር ጋምብሊን ወይ ድማ ከም ቁማር ትርክስ እንካን ወይ ክብ ብዙሕ ሰባት ኣሎ ዝዛረቦ ግብ ወይ ክብ ድብል ዘረባ እዚ ኣብ ዓድና ጥራይ ግብ ወይ ክብ ድብሃል እምበር ኣብዚ ዓዲ ግብ ወይ ክብ ድብሃል የለን you can take a calculated ዝኾነ risk ምናልባት ብዛዕባ risk ዳሕራይ ክንዛረበሉ ኢና ማለት እዩ ካልኣይ ዝመጽእ ሳልሳይ ዝመጽእ እንታይ እንትልኩምኒ ኦኬ ማእከለ ሞት ረዲእና ኣሎ ኢንቨስትመንት ክነዋፍር ደሊና ኣለና ወል ቅድሚ ምውፋርካ ትገብሮም ዘለካ ነገራት ኣለዉ እንታይ እዮም እዚኦም ቀዳማይ ቀዳማይ ክእለትካን ፍልጠትካን ምዕባይ ፍልጠትካ ካብ ከለኹ ንእሽተይ ኮረዝያ ኣርባዕተ ሓሙሽተ መጽሓፍቲ ድዩ እንታይ ስቶክስ እንታይ ኢንደክስ እንታይ ኤስ ኤንድ ፒ ፋይፍ ሃንድረድ እዚኦም ብመጠኑ ክትርድኦም ክትክእል ኣለካ ኣየናይ ብሮከር እዩ ዝሓይሽ ምስ ኣድቫይዘር ዶ ይሓይሽ ምስ ኢንሹራንስ ኤጀንት ዶ ይሓይሽ ባዕልካ ተዋፍር ዶ ይሓይሽ እዚኦም እቶም መሰረታዊ ዝኾኑ ነገራት ክትርድኦም ክትክእል ኣለካ ኣዘን ኣድቫይዘር ብዙሕ ግዜ ናይ ብዙሓት ክላይንት ንገብር ኢና ማለት እቶም ኣብ ካናዳ ዘለኹም ብፍላይ ወፍሪ ዘለኩም ንኣብነት TFSA ድዩ RRSP ዋትኤቨር እዚኦም you can contact us ናምበር ቴሌፎነይ ወይ ድማ ናይ ፌስቡክ ኣብ ታሕቲ ክንደርፈልኩማ ኮንታክት ትገብሩና ትኾኑ we can help you with that ማለት እዩ ሶ ዝመፅእ እንታይ እዩ ኣበይ ክንዋፍር ቅድሚ ምውፋርና ዝብል ዘረባ ቀዳማይ ቀዳማይ ኤመርጀንሲ ፋንድ ሴት ኣብ ምግባር ሕሰቦ ኣዋፊርካየን 10 ዶላር ኣለዋኻ ኩለን ሕሉብካ ንፁፍካ ኣዋፊርካየን 10 ዶላር ዕዳጋ እንድሕር 10 ፐርሰንት 15 ፐርሰንት ጎዲሉ እሞ ከዓ እንድሕር ሃንደበት ስራሕ ተሰጒግካ እንታይ ክትገብር ኢኻ? ገንዘብካ ተውጽኦ ኢኻ። ሃንደበት ቈልዓ እንድሕር ሓሚምካ፣ ሃንደበት ንዓዲ መንገሻ እንድሕር ኣጋጢምካ፣ ሃንደበት ዝኾነ ነገር ከጋጥመካ ይኽእል እዩ ኣብ ህይወት። ስለዚ ንህጹጽ እዋን ዝኾነካ ገንዘብ ብጎኒ ቅድሚ ምውፋር ከተቐምጥ ክትክእል ኣለካ ሓደ። ካልኣይ ባጀቲን set up ክትገብር ኣለካ። ዕዳ እንድሕር ኣለካ ኮይኑ ናይ ክረዲት ካርድ ብፍላይ ዕስራ ፐርሰንት ወለድ እንዳኸፈልካ ኣብ ስቶክ ማርኬት ኣዋፊርካዮ ሓሙሽተ ወይ ዓሰርተ ዓሰርተ ሓሙሽተ ፐርሰንት እንድሕር ዓቢልካ ወል ዕስራ ፐርሰንት በዚ ትብላዕ ኣለኻ ሓሙሽተ ዓሰርተ ፐርሰንት ከኣ በዚ ተምጽእ ኣለኻ so ነዚ ጭቡጥ ዘይኮነ ነገር በዚ ግን guarantee ዝኾነ ባንኪ ክበልዑኻ እዮም so ስለዚ you gonna lose money ማለት እዩ so ስለዚ ቀዳማይ እንታይ ኣለና ቅድሚ ምውፋርካ emergency fund ክትገብር ኣለካ ካልኣይ high interest ዘለዎ ዕዳኻ ክትከፍል ኣለካ ከም በዓል ክሬዲት ካርድ ሳልሳይ ስቴብል ኢንካም ኢንካምካ ኩሉ ግዜ ክትውስኸሉ ትኽእል መንገዲ ክትፈጥር ኣለካ ራብዓይ ከዓ ፕሮቴክሽን ወይ ድማ ላይፍ ኢንሹራንስ ክህልወካ ኣሎ ናይ ዕስራን ናይ ሳልሳ ዋይ እንተልካ ንማእከላይ ወለድስን ካንሰር ሓሚሙ ሓደ ሰብኣይ ገብሮን እዩ ካንሰር ሓሚሙ ዕስራ ሽሕ ዶላር ኣዋፊሩ ኣሎ ኣብ ሕማቅ ጊዘ ንኣም ከም ናይ ኮሮና ጊዘ እንድሕር ኣሎ ኮይኑ ከውጽኦ ክግደድ እዩ ሶ ስለዚ እንድሕር ፕሮተክሽን ናይ ላይፍ እንሹራንስ ድዩ ወይ ድማ ናይ ጥዕና ክርቲካል ኢልነስ ድዩ እንድሕር ጸኒሕዎ ኣትሊስት ዕስራ ሓሙሽተ ሕማማት ካምፕ ካበር ዝገብር እዚ ማለት ካንሰር ሀርስት ኣታክ ስትሮክ ምስ ዝሓመመ ሓደ ሰብ ናይ ሓደ ዓመቱ ድዩ ወይ ናይ ክልተ ዓመቱ ደሞዙ በነፊት ክህልዎ ዝኽእል ኣሎ ማለት እዩ እዚ እውን ስቲል እትዮም ከምኡ ትደልዩ ሰባት ኮንታክት ትገብሩና ትኽእሉ ማለት እዩ ሶ ስለዚ እዚኤ እንድሕር ጌርካ ባጀት ናትካ ሬዲ እንድሕር ጌርካ ድሕሪኡ እንታይ ኬንካ ኣለኻ ንስኻ ንኸተዋፍር ድሉው ኢኻ ማለት እዩ ራብዓይ ዝመጽእ ነቲ ሲስተም ክንጥቀመሉ ክንክእል ኣለና እስፔሻሊ ኣብ ካናዳ ኣሜሪካ ኣውሮጳ እንድሕር ኣለኻ ኬንካ እቲ ሲስተም ክንጥቀመሉ ክንክእል ኣለና ኣብ ነናይ ዓዱ ኣብ ካናዳ TFSA ኣለና RRSP ኣለና FHSA ኣለና RESP ናይ ቆልዑት ኣለና እዚኦም ኩሎም ታክስ ሸልተር እዮም ወይ ድማ በነፊት ናይ ታክስ ኣለዎ ማለት እዩ ሶ ስለዚ እንድሕር ነዚኦም ክንጥቀመሎም ክኢልና ንኣብነት ኣብቲ ኤፈሰይ ዓሰርተ ሽሕ ዶላር ኣዋፊሩ ንበል ሜሮን ማእከለ ከኣ ኣብ ናን ረጅስተር ዓሰርተ ሽሕ ዶላር ኣዋፊሩ ሜሮን እዘን ዓሰርተ ሽሕ ዶላር ዘዋፍረን ኣብቲ ኤፈሰይ ስለ ዘዋፈረን ድሕሪ ሓሙሽተ ዓሰርተ ዓመት ዕስራ ሽሕ ዶላር ከነናሉ ናተይ ከኣ ዕስራ ሽሕ ዶላር ከነናለይ ጽባሕ ንግሆ ክነውጽእ እንከለና ሜሮን ኣብ ታክስ ፍሪ ሰይቪን ኣካውንት ጌሩ ሰለ ዘዋፈረን ዚሮ ታክስ ይኸፍል ኣነ ከኣ ዕስራ ሽሕ ዶላር ንድሕሪ ከነናለይ ንድሕሪ ኣቤናለይ እተን ዓሰርተ ሽሕ ዶላር መኽሰብ እተን ሓሙሽተ ሽሕ ዶላር ኣይክኸፍለለን'የ እተን ሓሙሽተ ሽሕ ዶላር ግን ታክስ ክኸፍለለን እየ ሪኢኹም ሜሮን ሓንቲ ቲኤፈሰይ ጥራይ ብምኽፋቱ ጥራይ ንዓይ እንታይ ገርኒ ኣብ መወዳእታ ድሕሪ ከውጽኦ ከሎ ረቢሑ ይወጽእ ኣሎ ስለዚ you have to use the system ኣብ ኣውሮጳ እንድሕር ኣለኹም ኣብ ኣሜሪካ እንድሕር ኣለኹም ከኣ ኣሜሪካ ከኣ ሮዛ IRA 401k ኣለዉ ብዚኦም ገርና ክንጥቀም ክንክእል ኣለና so ኣየናይ ንዓኻ ዝጠቅም i don't know ምናልባት individually በብሓደ ክንራኸብ ንኽእል ኢና ምኽንያቱ ምናልባት ሜሮን ኣብዚ ሰዓት እዚ ቲኤፍኤስ የድልዮ ክኸውን ይኽእል፣ ምናልባት ንሚካኤል ኣራረስፒ ከድልያ ይኸውን፣ ምናልባት ንርእሶም ኤፍኤችሲ ከድልዮ ይኸውን፣ ምናልባት ንዓይ ናን ረጅስተር ከድልየኒ ክኸውን ይኽእል። ሶ ስለዚ ነናቶም ሕጊ ስለ ዘለዎም እቶም ታክሲ ሸልተር ከኣ ነዚኦም ብውልቂ ጥራይ ኢና ክንዛረበሎም ንኽእል እምበር ኣብዚ ንኹሉ ሰብ ክንሕብረሉ ንኽእል እጽግመና እዩ ማለት እዩ። ሶ ኣብ ሓምሻይ ዝመጽእ ነገር እንታይ እዩ እቲ ቀንዲ ሰክሬት ናይ ኢንቨስትመንት ብዙሓት ሰባት ከም ዝበልናዮ ዓንተወይ ኣብ ሾርት ተርም ወይ ድማ ኣብ ሓጺር ክዓብዩ እዮም ዝደልዩ። Let me give you ሓንቲ ኣብ ሓሙሽተ ዓመት ዝተማሃርክዋ ብዙሓት ሰባት ሪኤ ኣለኹ ቢትኮይን ቢትኮይን ፎሬክስ ዶ ገለመለ ዶ ስቶክ ማርኬት ኣነ ትሬዲንግ ዝገብር ዋላ ሓንቲ ጌጋ የብሎምን ግን ቴስዓ ካብ ሚእቲ ቢትኮይን ዶ ትሬዲንግ ዝገብር ሰብ ዶ ወይ ድማ ኣብ ፎሬክስ ዝገብር ሰብ እቶም ዕውታት ዝበሃሉ ካብ ቴስዓ ሚእታዊት ንታሕቲ እዮም ሶ እንድሕር ኢነዋት ማእከል ምልማዓት ምስ ተደፍነ'ዩ ክውዕል ዝደሊ። ኢነዋት ማእከለ ዘያና መጺኣ ዶናልድ ትራምፕ ትዊት ገይሩ ወይ ድማ እቲ ሓደ ትዊት ገይሩ ሙሉእ መዓልቲ ክከታተል'የ ዝውዕል እንድሕር ኢልካ ያ ጎ ሄድ ሜቢ ቢትኮይን ዲኻ ሜቢ ትሬዲንግ ዲኻ ትገብር ምግዛእን ምሻጥን ዲኻ ወይ ድማ ኣብ ፎሬክስ ክትገብር ትኽእል ኢኻ። እዚ ኣይኮንኩን ዝዛረብ ዘለኹ ኣነ ብዛዕባ እዚ ኣድቮኬት ኣይኮንኩን ዝገብር ዘለኹ ሕማቕ ይብል የለኹን ግን ከኣ ንተስዓኻ ሚእቲ ሰባት ዝኸውን ኣይኮነን ኣብ ስቶክ ማርኬት ክብል ከለኹ ግን ክነዋፍር ከለና ኣብ ካምፓኒ ኢና ነዋፍር ዘለና ኣብ ኣፕል፣ ኣብ ቴስላ፣ ኣብ ኣማዞን፣ ኣብ ዋልማርት፣ ኣብ ማክዶናል፣ ኣብ ስታርባክስ ከምዚኤን ዓይነት ካምፓንታት ነዋፍር ስለ ዘለና እዚኤን ካምፓንታት ከኣ በይዝ በቲ ዝዓበያሉ መገዲ ኢና ንዓቢ ዘለና ማለት እዩ። ስለዚ ኣብ ስቶክ ማርኬት ከነዋፍር ከለና ኣብ ካምፓኒ ኢና ነዋፍር ዘለና እምበር ትም ኢልና ኣብ ሓደ ናን ኣሰት ዝኸነ ወይ ድማ ናን ኢንተንጀብል ዝኸነ ኣሰት ጥራይ ግን ኣይኮነን ብዙሓት ሰባት ሕጂ እሱ እዩ ዝብሉ ማለት እዩ። ሶ ስለዚ እቲ ዘገድስ እንታይ እንተልኩም እቲ ምስጢር እንታይ እንተልኩም ሓደ ቀዳማይ ነዊሕ ግዜ ምሕሳብ ንሽዱሽተ ወርሒ ንዓመት ንክልተ ዓመት ዘይኮነስ ንሎንግ ተርም ብሓምሳ ድያ ብክልተ ሚእቲ ድያ ብሰለስተ ሚእቲ ዶላር ንሎንግ ተርም ምሕሳብ። ካልኣይ ቀጻልነት ምውፋር እንታይ ዝበሃል ኣበሃህላ ኣሎ መሲልኩም Don't predict the market stay on the market ንዕዳጋ ክትቆጻጸሮ ወይ ድማ ክትግምቶ ኣይትፈትን እንታይ ድኣ ኣብ ዕዳጋ ጽናሕ ሪኹም ኣለኹም ቅድሚ ቅድሚ ሰለስተ ዓመት ረይዎ ናይ ዩክሬን ውግእ ጀሚሩ ክንደይ ሰብ ኦ ይብል ነይሩ ቅርቡ ሪዱ ነይሩ ሽዑ ብዙሓት ሰባት ሆ ይብሉ ነይሮም እቶም ለባማት ኣወፈርቲ ብዙሓት ምሳና ዝተማሃሩ እንታይ ገይሮም ሽዑ ዓድጉ ኢልናዮም ብዙሕ ዓዲጎም ማለት እዩ ምክንያቱ ክወርድ ከሎ ክትገዝእ ደኣ እምበር ክትሸይጥ ኣይኮነን ዘለካ ማለት እዩ ድሕሪኡ ዝመጽእ እንታይ ነይሩ ናይ ቃዛ መጽኡ ድሕሪኡ እንታይ መጽኡ ናይ ኢራን መጽኡ ሕጂ ሰላም መጽኡ ድሕሪ ሽዱሽተ ወርሒ ዓመት ክልተ ዓመት ካልእ ክመጽእ እዩ ቻይና ዳ ክትበኣስ ገለ ክም እዚ ንቡር እዩ ናይ ዓለም ዓለም ቀደም ኣርባዕተ ሰባት ከለዉ ኣዳምን ሄዋንን ኣቤልን ቃኤልን ከለዉ ውግእን ምቅታልን ኣርባዕተ ሰባት ከለዉ ምስ ተቃታተሉ እዮም ኣይኮነን ሕጂ ሸሞንተ ቢልዮን ህዝቢ ከይና ማለት እዩ ዘሎ ዘረባ Just know the game and then play the game ነቲ ጌም ኣንጻር ጌም ክጻወት የብልካን ከምዚ ዓሰርተ ሓደ ኩዕሶ ጻወት እንድሕር ኣለዎሲ ዋንጫ ዓለም ትማል ርኢ ነርናሲ ናይ ብራዚል ናይ ሞሮኮን ዓ ዓሰርተ ሓደ እዮም ጻወት ዘለዎ ስለዚ ኤብሪ ተጻዋታይ እንታይ ዝገብር ሕጊ ይፈልጥ እዩ ብኢዱ ይሕዝን እዩ ስለዚ ኣብ ማርኬት ክመጽእ ከሎ ኣብ ዕዳጋ ክመጽእ ከሎ ኣብ ፋይናንስ ድማ እቲ ሲስተም ከመይ ዝሰርሕ እቲ ኣካይዳ ከመይ ክንፈልጥ ንክእላን ስለዚ ሓንቲ ሎንግ ተርም ምሕሳብ ካልኣይ ግዜ ምሃብ ሳልሳይ ቀጻልነት Consistency is very very important ሓምሳ ዶላር ሚእቲ ዶላር ዕስራ ዶላር ሽሕ ዶላር I don't know whatever ወርሓዊ እናዋፈርካ ትከይድ ከለኻ by the way ክልተ ዕድቫን advantage ወይ ድማ ረብሓ ኣለካ እንታይ እቲ ረብሓ እንተልኩምኒ ሓደ ገንዘብን ሓጢኣትን ተዋህላላይ ይብሉ ኣቦታትና በቢ ሓምሳ ዶላር ተዋህልል ከለኻ ኣይርድኣካን ሓንቲ ክላይንት ነይራትን ዝሓለፈ ሰሙንስ እንታይ ትብለንስ ሴቭ ገይረ ኣይፍለጣን እዩ ሕጂ ኢንቨስትመንት ክንገብር ከም ዝበልኳስ እንታይ እቲ ኢንቨስትመንት ሴቭን ኢንቨስትመንትን ብሓንሳብ ማለት ኢላ ሽዑ ኣነ ሴቭ ክገብር ደሊ እሞ ክልቲኡ ብሓንሳብ ክንገብር ናይ ኢለያ ማለት እዩ ደን በቢ ሚእቲ ዶላር ዳገለ ጀሚራ ሕጂ ኣብ ዓመትን ሽዱሽተ ወርሕን ሽሕን ሽዱሽተ ሚእትን ዶላር ሴቭ ገይራ እንደን ዓሰርተ ፐርሰንት ገለ ዓብላ ከባቢ ሽሕን ሸውዓተን ሽሕን ሸሞንተ ሚእቲ ዶላር ገይራ እዚኣ ሴቭ እዚኣ ኣብ ሂወታ ሙሉእ ሴቭ ገይራ ኣይፍለጣን እዩ ጓል እያ ተምጽእ ናብ ገለ መል ተጥፎ ነይራ ሕማቅ ሃቢት ነይርዋ ግን ዲስፕሊን ንክትከውን ግን ሓጊዝዋ እቲ ሰራብስ ገይረላ ኣሎ ስለዚ ሓምሳ ትኹን ሚእቲ ዶላር ትኹን እንታይ ትብል ጭሩ ብዓቅማ ትሕጎም በብቲ ዓቅማ ብሓምሳ ዶላር ሂወትካ ትቀይር ማለት ኣይኮን ግን እቲ ቢሄቨር እቲ ልምዲ ምጥራይ እዩ ማለት እዩ the more እቲ ልምዲ ዘጥረካዮ the more ክትዓቢ ትክእል ኢካ ማለት እዩ so እቲ ሻድሻይ ዝመጽእ ብዙሓት ሰባት ጌጋ ዝገብርዎ ንስኻትኩም ነዚኣ ቪድዮ ትካተሉ ዘለኹም ጌጋ ከይትገብሩ ከምኡ ውን by the way ክሳብ እዚኣ ሰዓት እዚኣ እንድሕር value ረኪብኩምላ እዚኣ ቪድዮ ወይ ድማ ዝኾነ ኢንዋት ማእከል ሓንቲ ንእሽተይ ጠቓሚ ረኺበላ እንተልኩማ ፕሊስ ናብ ካልኦት ሰባት ሸር ግበርዋ ምኽንያቱ ብዙሓት ሰባት ብሰንኪ ንእሽተይ ሓበሬታ ማእለያ ዘይብሉ ኣሽሓት ዶላራት ይኸስሩ ስለ ዘለዉ ማለት እዩ so ገለ ካብቲ ዝዓበየ ጌጋታት ዝገብርዎ ማእከል ኣብ ስቶክ ማርኬት እንታይ እዩ ወይ ድማ እንታይ ክጥንቀቐሉ ዘለ እንተልኩም ቀዳማይ avoid ወይ ድማ ክትጥንቀቐሎም ወይ ድማ ደው ክትብሎም ዘለካ chasing trends እንታይ ማለት እዚ ኢንቪድያ ኢንቪድያ ኢንቪድያ ኢንቪድያ ኢላ ኢላ ማርኬት ብምሉእ ዕዳጋ ዘረባ ጫው ጫው ጫው ትብል ንስኻ መጽኻ እንድሕር ኣብ ኢንቪድያ እንድሕር ኢንቨስት ጌርካ ገስዋት ከሲርካ ኣለኻ ዋይ እንተልካኒ ኦረዲ እቲ ናባኻ ዝበጽሕ ዘሎ ዜና ምስ ተወደኤት ዝግዛእ ምስ ተገዘ እዩ ዝበጽሓካ ዘሎ ስለዚ ሓደ ካብዚ ዓበየ መምስ ዜና መምስ ውዑይ ዜና ዘይምኻድ ምክንያቱ ውዑይ ዜና ማለት ኦረዲ ንዓካ እዩ ድኣ ውዑይ እምበር ኦረዲ ሰባት ተጠቂሞምሲ ንዓካ ውዑይ ይገብሩልካ ኣለዉ ንዕኦም ኦረዲ ኣዝሒሎሞ እዮም ዝግዛእ ተገዚኡ ዝሽየጥ ተሸይጡ እዩ So ስለዚ ኣብ ቢትኮይን ይኹን ኣብ ዝኾነ ይኹን ኣብ ተዋፍረሉ ግዜ እቲ ትሬንድ ወይ ድማ እቲ ኩሉ ግዜ ዓውዓው ዝበሃለሉ ነገር ከነቋርፅ ወይ ድማ ክንቁጠብ ክንክእል ኣለና ማለት እዩ ኢንፋክት እንታይ ብምስልኩም ዋረን ባፈት ዝፈትዎ ኣፋሪ ናይ ስቶክ ማርኬት ሰባት ዓውዓው ክብሉ ከለዉ ንስኻ እንታይ ገበር ጸጥ በል ሰባት ጸጥ ክብሉ ከለዉ ሽዑ ኣዋፍር ምክንያቱ ኣብኡ እዩ ዘሎ እቲ ረብሓ እታ ወዲ ሓወቦይ ሰብ ሰብ ኩላ እንድሕር ኣብ ጓይላ ኣላ ንስኻ ከድካ መጽሓፍ ተንብብ ወይ ድማ ቢዝነስካ ክሬት ትገብር ሽዑ ሰብ ኩላ ምስ ደቀሰት ንስኻ እንታይ ትገብር ሽዑ ትሰርሕ ደን ሓደ መዓልቲ ኩላ ሰብ ጌና ካብ መዓልቲ ናብ መዓልቲ እናነበረት ክላ ዩ ን ቢካም ሪች ማለት ወይ ድማ እቲ ትሪሊ ናብራ ክትነብር የኽእለካ ማለት እዩ ስለዚ ኣቮይድ ትሬንድ ኢልና ኣለና ካልኣይ ፓኒክ ሰሊንግ ልስን ሓሙሽተ ፐርሰንት ዓሰርተ ፐርሰንት ጎዲላ እንድሕር ትጽለል ኣለኻ ኮንካ ስቶፕ ወላ ሓንቲ እዚ ጊዛዊ እዩ ባህሪ ናይቲ ማርኬት እዩ ኢንፋክት ክወርድ ከሎ ንድሕር ኣብቲ ቅኑዕ ወፍሪ ኣዋፊርካ ኣለኻ ክወርድ ከሎ እንታይ ክትገብር ኣለካ ከተዋፍር ደኣ ኢኻ ትኽእል እምበር ክትሃድም የብልካን ማለት እዩ ሳልሳይ ኢንቨስት ማኒ ዳት ዩ ዶንት ኒድ ኣብ ሓጺር ጊዘ እቲ ናይ ወርሒ ናይ ዓመት ዘየድልየካ ገንዘብ ክተዋፍሮ ክትክእል ኣለካ ድሕሪ ማእከል ይንዋት ድሕሪ ሽዱሽተ ወርሒ ዜን ገንዘብ ገዝሸ ኣለኒ ይንዋት ማእከለ ድሕሪ ዓመት ዜን ገዛ ክገዝእ ኣለኒ ይንዋት ማእከለ ድሕሪ ሸሞንተ ወርሒ ክምርዓው ኣለኒ ይንዋት ማእከለ ከምዚ ክገዝእ ኣለኒ ማኪና ክገዝእ ኣለኒ ድሕሪ ዝበልካ ኣይተዋፍርን ንሎንግ ተርም ዝኸውን ገንዘብ ጥራይ ክተዋፍር ክትክእል ኣለካ ማለት እዩ ተዝዓበየት ድማ ንብዙሓት ሰባት ኪለር ኮይና ዘላ እንታይ እያ ኣብ ሓፂር ጊዘ ክትህብቲ ምፍታን ሓወቦይ ኣብ ሓፂር ጊዘ ምህብታም ዝበሃል የለን እቲ ኣብዚ ዓለም ኣቋራጭ ዝበሃል ነገር የልቦን እቲ ቋራጭ ዝበሃል ክትቁረፅ ጥራይ ኢኻ ማለት እዩ ግን the good news ፅቡቅ ዜና ግን እንታይ ምስልኩም ኣቋራጭ መገዲ ክነግረኩም እዩ እንታይ ኣቋራጭ ምስልኩም ነታ ነዋሕ መንገድስ በቋራጭ ክትጅምራ ከለኻ እዚ ማለት ነቲ ናይ ህይወትካ ዝቕይር መንገዲሲ ነቲ ነዊሕ መንገዲሲ ቀልጢፍካ ክትጅምሮ ምኻል ገለ ሰባት ኣብ ዕስራ ዓመቶም ይብሰሩ ገለ ሰባት ኣብ ሰላሳ ዓመቶም ገለ ሰባት ከኣ ዕላማ ናይ ህይወቶም ካይፈለጡ ካብዛ ዓለም ይኸዱ ዳትስ ዋይ እንታይ ዝበሃል መቓብርሲ እቲ ዝሃብተመ ቦታ ናይ ዓለምና ተባሂሉ ይፅዋዕ ምክንያቱ ማእለያ ዘይብሎም ነዚ ዓለም ክቕይሩ ዝኽእሉ ነዚ ዓለም ካሊእ ኣንፈት ከውህቡ ዝኽእሉ በቃ ርእሲ ዝሃቦም እግዚኣብሄር ምስ ናቶም መክሊት እንታይ ኮይኖም ኣለዉ ደቂሶም ኮይዶም ካብዛ ዓለም ኣትዩ so ስለዚ እዚኤን ገለ ክንጥንቀቀለን ዘለና ኣብ መወዳእታ ማእከል ኣበይ ዝበለጸ ወፍሪ I'll tell you ዝበለጸ ወፍሪ ኣብ ስቶክ ማርኬት ኣይኮነ ኣብ ቢዝነስ ኣይኮነ ገዛ ምግዛእ ኣይኮነ ገለ ኣይኮነ ማለት እዩ እቲ ዝበለጸ ወፍሪ ኣብ ኣእምሮኻ ወይ ድማ ኣብ ናትካ ስኪልስ እዩ ናይ ምዝርራብ ክእለትካ ናይ ሊደርሽፕ ክእለትካ ናይ ኮሚኒኬሽን ክእለትካ ናይ ኮምፒውተር ክእለትካ ናይ ሶሻል ሚድያ ክእለትካ ናይ ኤኣይ ኣርቲፊሻል ኢንቴሊጀንስ ክእለትካ ናይ ስቶክ ማርኬት ወፍሪ ብግቡእ ምርዳእን እዚኦም እቶም ዝበለጹ ወፍሪማት እዩ። So ስለዚ መጻሕፍቲ ካብ ምግዛእ፣ ኮርሳት ካብ ምግዛእ፣ ሰሚናራት ካብ ምስታፍ፣ ኣብቲ ዓበይቲ ዓበይቲ ቦታ ክትርከበሉ ዝግበኣካ ንዓኻ ኮንፈርት ዘይገብረልካ ምቹእነት ዘይህበካ ድሕሪ ሓምሳ ሽሕ ዶላር ትእቱ ኮይንካ ብዛዕባ ሚእቲ ሽሕ ክልተ ሚእቲ ሽሕ ዶላር ዝእትውሉ ቦታ ኪድ ምክንያቱ ጽቡቅ ኣይክስምዓካን እዩ ግን ኣብኡ ኢኻ ትዓቢ ተዘይከይ ንስኻ ንሕርስኻ ሚእቲ ሽሕ ዶላር ትእቱ ኣለኻ ኩሉ ከባቢኻ ንሕር ሓምሳ ሽሕ ዶላር ዝእቲ ኮይኑ ንስኻ እንታይ ክስምዓካ እዩ በቃ ሃብታም ሰብ ኮይንካ ክስምዓካ እዪ ንስኻ ዝበለጽካ ሰብ ኮይንካ ክስምዓካ እዪ እንታይ ዝበሃል ኣሎ መስልኩም if you find yourself the smart person in the room እስኻ እቲ ዝበለሐ ሰብ ኮይንካ ኣብቲ ሓደ ክፍሊ እንድሕር ተረኺብካ ኣለኻ guess what እቲ ክፍሊ ናትካ ክፍሊ ኣይከነን ኣብ ጌጋ ቦታ ኣለኻ። ምኽንያቱ ዝቃወመካ ሰብ፣ ዝ challenge ዝገብረካ፣ ዝብድሃካ ሰብ እንተዘየሎ ኸንማ ትሰ ብሕጽር ዝበለ እቲ ዝበለጸ ወፍሪ ኣበይ እንተልኩምኒ ኣብ ስቶክ ማርኬት ኣይኮነ ኣብ ኣፕል ኣይኮነ ኣብ ማይክሮሶፍት ኣይኮነ ኣብ ገዛእ ርእስኻ እዩ ምኽንያቱ እቲ ዝበለጸ ኢንካም ጀነሬት ክገብር ዝኽእል ሜሮን እዩ ንኣብነት ሜሎዲ ካሜራ ንርኢ ኣለና ኣብዚ ሜሎዲ ካሜራ ሲ ኣየንቲያ እታ ዝበለጸ ወፍሪ እንድሕር ኢልንስ ወል ሳላ ክእለቱ ሳላ ዓቕሙ ብዙሓት ካሜራ ክዝውር ይኽእል ማለት እዩ። እታ ካሜራ ኣይከነትን ባይ ዘ ወይ ዝበለጸት። ሰብ ንካሜራ ኣይከነን ዝገዝእ። ሰብ ንሜሎዲ ንገዝእ። ንምንታይ ኣብ ቫንኮቨር ዘለና ብምለና ሜሎዲ ንብል። ሜሎዲ ካሜራ ንመርጽ እንተልኩምኒ because he is number one ኣብ ስርሑ ኮሚኒኬሽን ስኪል ድዩ ኣብ ምምላስ ድዩ ኣብ ፍጥነት ናይ ካሜራ ክገብር ከሎ ማለት እዩ። ስለዚ ባይ ዘ ወይ ኣብ ቫንኮቨርን ከባቢኡን ወይ ድማ ኣብ ካናዳ ምሉእ ዘለኹም ኣብ ካናዳን ኣሜሪካን ሜሎዲ ካሜራ ዝፈተሉ ብከዝ this is sponsored by the ሜሎዲ ካሜራ ማለት እዩ ሜሎዲ ካሜራ ቪድዮ ሪከርድ ስለ ዝገብሩና ዘለዉ so ሓደ ካብቲ ኣዝየ ዘድንቐሉ ነገር ማለት እዩ ስለዚ ኣብነት ከዓ ክኾነና ይኽእል ኢለ ማለት እዩ ኣዝዩ ንፉዕ መንእሰይ ኣብ ስርሑ ቅልጣፈ ኮሚኒኬሽን ትሕትና ኩሉ ነገር ዘማልእ ብዓብዩ ከዓ ኳሊቲ ሚእቲ ፐርሰንት ስለ ዝኾነ ማለት እዩ ስለዚ እዚኤንን ሕፅር ዝበለ ቀዳማይ ኣበይ ከነዋፍር ከም ዘለና ርኢና ኣለና እንታይ ከነዋፍር ከም ባይ ዘ ወይ ኣበይ ከነዋፍር ኣለና ንዝብል ቀዳማይ እንታይ ኣለና ኣብ ፍልጠትካ ማለት እዩ ፍልጠት ከም ዝሓዝካ ድሕር እዩ ንዓኻ ኢዚ ኣንደርስታንድ ክገብረልካ ክኽእል እዩ so እዚኣ እያ ነይራ እዛ ቪድዮ ናይ ሎማዓንቲ ብዛዕባ ወፍሪ ዝምልከት ኣይ ሆፕ ገለ ነገር ረቢሕኩም ትኾኑ ንስኹም ካብዚኤን ሸሞንተ ነጥቢ ትሽዓተ ነጥቢ ዝገለፅናየን ኣየንቲ ፖይንት ደስ ኢላትኩም ወይ ኣየንቲ ፖይንት ኣብ ሂወትኩም ቅድሚ ሕጂ ኣጋግያትኩም ነይራ ኣብ ቦታ ኮመንት ትፅሕፉለይ ክላበወኩም እየ እቶም ነዚ ዝፈተኹሞ ነዚ ኩሉ ግዜ ነዚ ቻነል ሳፖርት ትገብሩ ድማ ከም ኩሉ ግዜ ናብ ካልኦት ሰባት ክባፃሕ ሻር እንድሕር ገርኩምና Appreciate that ምሳኹም ጸናሕኩ ሓውኩም ማእከለይ ካብ ቫንኮቨር ስለቲ ኩሉ ግዜ ትገብሩለይ ደገፍን ምትብባዕን ብጣዕሚ የመስግን ሰላም መዓልቲ ኣብ ካልእ ቪድዮ የራኽበና ባባይ።